ንዓኻትኩም ይኹን እዙይ ማይክሮፎን ሚድያ እዩ። ንማይክሮፎን ሚድያ እንኳዕ ደሕና መፃእኹም እናበልና ናይ ኩልሻዕ መድመፅቲ ናይዚ ቤተሰብና ኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ፣ ላይክን ሼርን ገይርኩም ንኽትጅምርዎ ብኽብሪ ንዕድመኩም። እዙይ እናበልና እምበኣርከስ ኣገደስቲ ዝኾኑ ሓበሬታታት ይወፁ እዮም ዘለዉ እሞ ሎማዓንቲ ከዓ ኣምረኺብናዮ ዘለና ደብዳበ ዓብዪ ኣሕመድ ንኹሎም ኤምባሲታት ኣብ ኣዲስ ኣበባ ዘለዉ ብፍላይ ናይ ሕብረት ኣውሮጳን ናይ ኣሜሪካ ኣምባሳደርን ለሚኑ ሓቲቱ ዘሎ ብዝርዝር እዙይ እዙይ እዙይ እዙይ እሺ ክገብር እየ ግን ዝበል ኣላ ንሱ ዘርዚርና ክነምፀልኩም ኢና ክሻዕ መጨረሻ ምሳና ፀኒሕኩም ፅን ኢልኩም እንተዘይሰሚዕኩምዎ እቲ ዝዓበየ ሸርሒ ናይ ዓብዪ ኣሕመድ ክርድኦኩም ኣይኽእልን መጀመርያ እንተ ንዛረቦም ሰሚዕኹም ዋኣዙይ ደኣ እንድሕር እሺ ድሕር ኢሉ ደኣ እንታይ ደኣ ደሊና ገለ መለ ዝብሉ ክህልው እዮም ክሻዕ መጨረሻ እንተ ሰሚዕኹምዎ ግን እንታይ እዩ ዝካየድ ዘሎ እንታይ እዩ ዝሓስብ ዘሎ ኩሉሻዕ ምስ ዓብይ ኣሕመድ እንትትዘራረብ ምስ ዓብይ ኣሕመድ እንትትወዓዓል እንተለኻ ኩሉ ሰናርዮ ክትሪኦ ኣለካ እሞ ክሻዕ መጨረሻ ምሳይ ጽንሑ እናበልኩ ሰማዕተይ ናብቶም ዝርዝሮም ንሕለፍ ተሎ ተሎ እናበልኩ ክውድኣልኩም እየ ሕጽር ዝበለ ቪድዮ ኢና ከም ትፈልጥዎ እነምጽኣልኩም ምሳና ንጽናሕ ከምታ ዝበልናኩም ግን ላይክ እትብል ታጻብዕቲ ንላዕሊ ተርእይ ጠውቕዋ ብጣዕሚ ጥቕሚ ኣለዋ እዩ ንባዕልትኹም ቀዲሙ ኖቲፊኬሽን ኣብ ዝቕጽል ቪድዮታት እውን ንምእንቲ ክሰደልኩም ማለት እዩ ዳርክስ ካፍቱ መጀመርያ ያው ዝበዝሑ ኣብቲ ውዕል ፕሪቶርያ ተውዓዒሎም ዝነበረ ግን ምንም ተግባራዊ ዘይገበሮም ነገራት እዮም ግን እቲ ናይ መጀመርያ ብውድብ ህወሓት ኣፍልጦ ክመልስ ኢለ ኣሎ ሰማዕተይ ከም ሪኢንስቴት ከም ብሓድሽ ተመዝገብ ከምዚ ግበር ከምዚ ግበር እንተይኮነ ከምታ ውድብ ህወሓት ዝሓታ ከም ቀደሙ ነባር መስራቲ ዓዲ ሕገ መንግስቲ ዘፅንዐ ኾይኑ ኣፍልጦ ክህቦ እየ ምንም ሽግር የብሉን ኢለሎ ዓብዪ ኣሕመድ ብደንቢ ክሻዕ መጨረሻ ከም ዝበልኩም ፅንሑ ስምዑኒ እዚኣ ንመጨረሻ ግዜ ዘዘኻኽረኩም ካልኣይ ካልኣይ ዓብይ ኣሕመድ እሺ ኢሉ ዘሎ ንብረት ኣብ ኣዲስ ኣበባ ይኹን ኣብ ኣዳማ ይኹን ኣነ ዝፈልጦም እንኳን ባዕለይ ማለት እዩ ብቢልዮናት ዶላር እየ ዝብል ዘለኹ ብቢልዮናት ዶላር ዝቁፀር ናይ እፈርትን ናይ ውድብን ንብረታት ኣለዉ እዮም ኩሎም እቶም ዝተወረሱ ዝተኣገዱ ኩሎም ክመልስ እየ ኢለ ኣሎ ተረዲእኩም ሰማዕተይ ንኣብነት ኣብ ጃክሮስ ኣካባቢ ዘሎ መኻዝኖታት ብቢልየናት ዝቑፀር እቲ መሬት ንዓርሱ ብቢልየናት ዶላር ኣይርከብን እቶም መኻዝኖ ገዛውቲ ብብልኦም ብጣዕሚ ብጣዕሚ ብጣዕሚ ክቡር ቦታ እዩ ሰፊሕ ቦታ እዩ ማእኸል ዓይኒ ዝኾነ ቦታ እዩ ኣብ ውሽጡ ከዓ መዓት ብረት ናይ ኮንስትራክሽን ብረታት ነይርዎ እዩ። ናይ ኣልማዳ ጨርቃ ጨርቂ እውን ብዙሕ ንብረት ነይርዎ እዩ። እዚ ኩለይ ዝተወሰደም ብቻ ዝተጓዳደለ ነገር ኣሎ ኢሎምዎ ኣለው። ኩሉ ንሱ ክምልስ እዩ ዝብል ዘሎ። ክገብሮ ድዮ ይገብሮን ከስምዐኩም ሰሚዕኹም ክሻዕ መጨረሻ እንተሰሚዕኹምዎ ኢኹም ትፈልጥዎ። ግን ንሱ ዝበሎ ግን ክነስመዐኩም ንቶም ኣምባሳደራት ንተፈላለዩ ዓበይቲ ዓዲ ንናይ ዓዲ መራሕቲ እንዳደወለ ዝዛረቦም ዘሎ ኢና ንነግረኩም ዘለና ክልተ ደልኩምለይ ሰማዕተይ ንብረት ህወሓት ኩሉ ክምልስ እየ ዝበሎ ካልኣዩ ሳልሳይ ስልጣን ስልጣን እንካብ ጠቅላይ ሚኒስተር ወፃኢ ረኹም ተወንበሩ ክትንከፈሉ ይደሊ ዶ ዓብይ ኣሕመድ እንካብ ጠቅላይ ሚኒስተርነት ወፃኢ ዘሎ ኩሉ ናይ ወፃኢ ጉዳይ ሚኒስተርም ክኸውን ይኽእል መከላከያ ሚኒስተርም ክኸውን ይኽእል ናይ ካልኦት ሚኒስተር መስሪያ ቤታትም ክኸውን ይኽእል ዝግብኦ ንትግራይ ክህብ እና ናብቲ ፌደረሽን ትግራይ ንክትምለስ ሕጋዊ ዝኾነት ኣካል ኮይና መስራቲት ዝኾነት እያ። ንሱ ንክትገብር ኣድላይ ኣድላይ ዝኾነ ስልጣን ናይ ፌደራል መንግስቲ ክንህቦም ድሉዋት ኢና ኢለ ኣሎ። ሰለስተ በሉለይ ቶሎ ቶሎ እናበልኩ እየ ዝኸድ ዘለኹ። ሳልሳይ ሳልሳይ ብሕጊ ዝፍለጥ ቅድሚ እቲ ውግእ ዝነበረት ትግራይ ቅድሚ ትውግእ ብደንቢ ገርኩም ስምዑኒ እዚኣ ብደንቢ ኣስምሩላ። ቅድሚ ውግእ ዝነበረት ትግራይ ክመልሰልኩም እየ ኩላ ብትዩም ይኹን ብትዩም ይኹን ተቆረሰት እንተልይዋ ንሳ ከምዘላታ ብሕገ መንግስቲ እትፍለጥ ቅድሚ ውግእ ዝነበረት ትግራይ ክመልስ ድሉው እየ መሬትኩም ኢሎ ኣሎ። ኣርባዕተ በሉለይ ሰማዕተይ ሓምሻይ ኣብ ምዕራብ ትግራይ ኣብ ምዕራብ ትግራይ ሰማዕተይ ናይ መንግስቲ ጥራሕ እንተይኮነ ናይ ድርጅት ናይ ኢፈርት ጥራሕ እንተይኮነ ናይ ውድብ ጥራሕ እንተይኮነ ናይ ተጋሩ ንብረት ብቢልዮናት ዝቑፀር ሌተስት ስቴት ኦፍ ዝኣርት ዝኾነ ማሽናት ዝነበሮ መኻዘኖታት ዝነበረ ኣብ ውሽጡ ብዙሕ ብዙሕ ብቢልዮን ዝቑፀር ዋጋ ዘውፅእ ንብረት ተኸዚኑ ዝነበረ ከምዘለ ተዘሪፉ እዩ ኣብ ምዕራብ ትግራይ ንሱ እውን ካሕሳ ክንከፍል ምክንያቱም ናይ ዓለም ለኸ ማሕበረሰብ እውን ተሓባቢሩና ምእንቲ ሰላም ኢሉ ሃውና እንተይልና ማንም ክሕግዘና ዝኽእል እዩ እዚ ዝተወሰደ ንብረት ማስረጃ ዘለዎ ደረሰይ ዘለዎ እንድሕር ነገር ኮይኑ ኩሉ ነገር ክንመልስ ድሉዋት ኢና ኢሉ ኣሎ። ኣብ ምዕራብ ትግራይ ናይ ግለ ሰባት ዝፈረሰ ገዛውቲ እንተልዩ፣ ዝተሰረቐ ንብረት እንተልዩ ኩሉ ናይ ድርጅትም ይኹን ናይ መንበርም ይኹን ኩሉ ክንመልስ ድልዋት ኢና። ህይወት እዩ ክምለስ ዘይኽኣል ዘይኽእል ኣካል ዝጎደለ እዩ ክምለስ ዘይኽእል እምበር ካብኡ ዝተረፈ ናይ ንብረት እንድሕር ኮይኑ ሀዚ እንተልዩ ከም ዘሎ ክንመልሰሎም እንድሕር ዘየለ ኮይኑ ከዓመ ማስረጃ ዘለዎ እንድሕር ኮይኑ ካርታ ፕላን ዘለዎ ገዛውት እንድሕር ኮይኑ ኩሉ ነገር ክንመልስ ድልዋት ኢና ኢለ ኣሎ ካሊእ ካሊእ ከዓ ምቲ ዝዓበየ ብዙሕ ዓገብ ብዙሕ በደል ብዙሕ ምድፋር ዝበፅሐም ኩለን ደቂ ኣንስትዮ ኣሕዋትና ኣካሎም ዝጎደለ ሰላማዊ ህዝቢ ናይ ትግራይ ህዝብና ኩሉ ካሕሳ ክንከፍል ድሉዋት ኢና። ካሕሳ ክንከፍል እተን ዓገብ ዝበጽሐን ዝተደፈራ ኩሉ ንዙይ እውን እዩ ኣብቲ ውግእ ግዘ እንተለና እንተይቀረየ ዝበጽሐክን ዓገብ ዝተሓከምክንኦ ማስረጃ መሰኻኽርክን ኩሉ ኣዳልዋ ኢኽን ከይጠፍኡ ክን ብደንቢ ጌርክን ሓዝኦም ኢኽን እናበልና ንዛረብ ኔርና ኢና ከይድኩም ክትርእይዎ ትኽእሉ ኢኹም ናይ ሎሚ ሰለስተ ኣርባዕተ ዓመት እናሃለወ እውን እቲ ውዕል ፕሪቶርያ ገና ስምምዕነት ከይተጀመረ እናሃለወ ማስረጃኽን ሓዛ ዝበፅሐ በደል ኩሉ ይውዓል ይሕደር ይንዋሕ ይሕፀር እምበር ምምላሱ ምኽፋሉ ኣይቐርን ዓገብ ዘብፀሐ ናብ ሕጊ ምቕራቡ ይቐርን እሞ ማስረጃኹም ሓዙ ኢኹም እናበልና ንዛረብ ነይርና ኢና። ንዝተበደላ ዓገብ ንዝበፀሐ ንዝተደፈራ ኣይኮንኩምን ክትፃልኡ ክትፀርፉ ዘለኩም። ክትፀርፉ እንተኾይንኩም እቶም ንኣኣተን ዝደፈሩ ንኣኣተን ብዙሕ ዓገብን በደልን ዘብፅሑ ኢኹም እምበር እዚ ብሓይሊ መጽዮም ዝደፈርዎን ሕማቕ ነገር እናበልኩም ትጽውዕዎን ኣለኹም፣ ኣቲ ተረፍ እገለ፣ እቲ ተረፍ እገለ እናበልኩም ትጽውዕዎም ኣለኹም፣ ጠጠው ኣብሉ እናበልና ቅድሚ ውዕል ፕሪቶርያ ዝተዛረብናዮም ቪድዮታት ከይድኩም ክትርእዩ ትኽእሉ ኢኹም፣ ኣይ ኣይረኸብናዮን እሞ ስምዐና እንተኢልኩምን እውን ከስምዐኩም ይኽእል እየ። ብዝርዝር ኢና ንዛረበሉ ነይርና፣ ደጊምና ደጊምና ደጊምና ተዛሪብናሉ ኢና። ሕዚ እንታይ እዩ ኮይኑ ዝኒሆ? ኩሉ ዓገብ ዝበጽሐን ማስረጃ ዘለዎም ይኹን ዘይብሉም ይኹን ብመሰኻኽር ዝተመስከረለን ዝተበደላ ክንክሕስ ድሉዋት ኢና። ካልኣይ ኣብኣ እናሃለወት ምስኣ ተተሓሓዘት ከዓመ እቶም ዓገብ ዘብፅሑ ከዓመ ብማስረጃ ዝፍለጡ እንድሕር ኮይኖም ንሳቶም ናብ ሕጊ ክቐርቡ ግቡእ ዝኾነ መቕፃዕቲ ንክቕፅዑ ንክንተሓባበር ድሉዋት ኢና ኢለ ኣሎ። እዚ እቶም ዝበዝሑ ከም ትሰምዕዎም ዘለኹም ኣብ ውዕል ፕሪቶርያ እውን ዘለዉ እዮም። እታ ውዕል ፕሪቶርያ ሐዚ ተሓንታ ናይ መጀመርያ እንተክገብር እዩ ዝግበኦ ነይሩ። መሬት ትግራይ ሒዞም ዘሎ ከውፅእ እቶም ኣብኡ ዓገብ በደልን ዘብጽሑ ናብ ሕጊ ከቐርብ ተማዛበልቲ ከዓም ክምለሱ እዩ ዝብል ነይሩ እዚ ኣብኡ ኢንክሉድድ ዝኾነ እዩ ብዝርዝር ሰባቢሮም ስለ ዘምጽዎ እዩ እምበር ሓደ ብሓደ ስለ ዘምጽዎ እዩ እምበር ማለት እዩ ስለዚ እዚ በደልን ዓገምን ዝበጽሖ ህዝቢ ዝበጽሐን ደቂ ኣንስትዮዮም ይኹን ደቂ ተባዕትዮ ክንክሕስ ድልዋት ኢና ኢሉ ኣሎ ኣብዪ ኣሕመድ እዚ ኩለይ እንት ዝበሃል እንተለ እንታይ ደኣ ደሊና ከይትብሉ ግን ኣላ ኣብ መጨረሻ ግን እታ ግን እንታይ ከም ምዃና ብዝርዝር ክትሰምዕዎ ኣለኩም ንቐጽል ሰማዕተይ ዓብዪ ኣሕመድ ከዓ መሓዛን ንምምሳል እቲ ዝቕጽል እንታይ እዩ ሕክምና ዘድልዮም ናይ ትዲኤፍ ሰራዊት ዝነበሩ ኣብ ርሑቕም ይኹን ኣብ ቀረባ ከየዶም ክሕከሙ ዝግብኦም እንድሕረልዩውን ንኣኣቶም ክንሕክሞም ብተኻእለ መጠን ሓገዝም ደሊናም ይኹን ብቮሌንተርም ይኹን ካብ ወፃእ ዝመፅእ እምጠይ ሓቲትናም ይኹን ንሳቶም ክሕከሙ ክንገብር እውን ድልዋት ኢና ኢለ ኣሎ። ኣብይ ኣሕመድ ኣብዚ እናሃለኹ ከዘኻኽረኩም ዝደሊ ግን ገና ናብቱ ናይ መወዳእታ ናይ ግን እንተይበፃሕኹ ንቶም ናይ ምስኡ ኮይኖም ተሰሊፎም ዝተዋግኡ ሰራዊቱ ናይ ዓብዪ ኣሕመድ ሰራዊት ዓይንኹም ከየንርእየኩም ኢሎም ኣዲስ ኣበባ ካብ ኣዲስ ኣበባ ኣባይሮምዎም እዮም ንዑ ንሕና ተጸጊምና እና ተሸጊርና ስቓይ እኒሀና እኹል ዝኾነ ሕክምና ኣይረኸብናን ቀለብ ኣይረኸብናን ጥሮታ ኣይተዋወናን ኢሎም መፅኦም ካብቲ ግቢ ናይ ብርሃኑ ጁላ ብሰራው ብቆመጥ እናቐጥቀጡ እዮም ኣባይሮምዎም ኣብዚኣ በፅሐ እንተይልኩም ካልኣይ መዓልቲ ናብዚኣ እንትመፂኹም ኣብታ ከባቢኹም ዘሎ ምምሕዳር ሓቲትኩም ብእኡ ጌርኩም ኢኹም ክተምጹ ዘለኩም እምበር ከምዚ ኮይንኩም ተሸኪብኩም ብቓሬዛም ይኹን ገለም ይኹን ናብዚ ሒዝኩም ክንተመጺኹም እቶም ሒዝኩምዎም መጺኹም ዝነኹም እውን ንባዕልትኹም ክንኣስረኩም ኢና ኢሎም ከም ዘባረርዎም ሓንቲ ከዓመ ጥሮታ ከም ዘይህብዎም ዘወር ኢሎም ከም ዘይርእዎም ከም ዝተደብረ ተጠቂምካ ዝደብረኻዮ ፌስታል ከምኡ እዮም ኮይኖም ዝኒሄው። ግን ንናይ እንታይ ይብለላ ዓብይ ኣሕመድ ንምእንቲ ንቲ ሰራዊት እውን ክስታይ ንክብል ሕክምና ዘድልዮም ናይ ቲዲኤፍ ኣባላት እውን ናብ ወፃኢ ሰዲድናም ይኹን ናብ ኣዲስ ኣበባ ኣምፂእና እኹል ዝኾነ ግቡእ ዝኾነ ሕክምና ንክረኽቡ ክንገብር ኢና ኢለ ኣሎ። ካሊእ እቲ ዝዓበየ ዝዓበየ ተመዛበልቲ ያው ኩሉ ሉዓላዊ መሬት ኢለኩም እንድየ እቲ ቅድሚ ውግእ ዝነበረ ወይ ከዓ ዓመ ብእንግሊዝኛ ስታተስ ኮ ቃንተ እዮም ዝልዎ እንታይ ማለት እዩ ቅድሚ እታ ውግእ ዝነበረ ኩሉ ክምለስ ማለት እዩ ኣብ ምዕራብ ትግራይ ሐዚ ዝነበረ እቱ ተማዛባላይ ጥራሕ ኣይኮነን ዝምለስ ተማዛባላይ መመሓደራይ ምልሻ ፖሊስ ኩሉ ነገር ካብ ምዕራብ ትግራይ ፈሪሑ ዝሃደመ ምስቱ ህዝቡ ኮይኑ ንክምለስ ድሉው እየ ተማዛበልቲ ክምለሱ ተስማዕሚዐ እነኹ ኢሉ ኣሎ። እዙይ እዩ ካብተን ነዊሕ ካሊእ እውን ኣለዎ ግን እተን ዓበይቲ ዓበይቲ ዝበለን እዚኤን እየን እተን ሸሞንተ ዓበይቲ ዝብለኩም ዘለኹ። ግን ኢሉ ከዓ ኣብዚ እዩ ዝኒሀ እቲ ዓብዪ ነገር እቲ ዓብዪ ግን ኣብዚ እናሃለኹ ናብቲ ግን ቅድሚ ምእታወይ ኤርትራ እውን ከምኡ ገይሩ ተሓቲቱ ነይሩ እዩ ንኤርትራ ያው ኩሉ ትሑት ተውዚዙ እኒሀ እንተይኮነስ እታ ኤርትራ ትደልያ ኤርትራውያን ወይ ናይ ኤርትራ መንግስቲ ካብ ኢትዮጵያ መንግስቲ ይደልዮ እየ ዝብሎ እዙይ ክገብር እዙይ ክገብር እዙይ ክገብር ድልው እየ ጥራሕ ንተዓረቕ ኢሉ ነይሩ እዩ ኣይኮነሉን እምበር ሕዚ እውን ንቶም ሽማግለታት እንታይ እዩ ዘሎም ዘሎ እዙይ ክገብር ድልው እየ ኣነ ዝበልኩም ንኩሉ ካብ ዝሓተትኩምን እውን ንላዕሊ ሓሊፈ ሰላም ክፍጠር እዩ ዝደሊ እዛ ዓዲ ክትፈርስ ኣይደልያን ዕግርግር ክሰፍሕ ኣይደልዮን ዕግርግር እንድሕር ተልዒሉ ክንደይ ዝኣክል ሕማቅ ከም ምኳኑ ትሪእዎ ኣለኹም ኣብ ሞሮኮ ሓደ ግዘ ናይ ሎሚ ሰለስተ ወርሒ ዳር ክልተ ወርሒ እውን ኣይኾነን ኣብ ሞሮኮ ጫፈላ ናይ ስፔን ግዝኣት ዝኾነት ኮነ ኢሎም ንትራምፕ ናይዚ ኣሜሪካ መራሒ ንፖለቲካ ኢሎም ናይ ኣውሮጳ ኣኽረርቲ ዝኾኑ እንታይ ገይሮም ንቶም ናይ ሞሮኮ ነበርቲ ክትምለስ እያ እዛ መሬትኩም ተወሲዳ ዘላ ብስፔን እሞ ንስኻትኩም ኣቲኹም ክትሕዝዎ ትኽእሉ ኢኹም ማንም ጠጠው ዘብለኩም ነገር የለን ኢሎም ብሕቡእ ብሸርሒ ብተፈላለየ ዘዴ ገይሮም ናብኡ ሆይሉ ንክኣቱ ብዝስሑ ብዙሕ ህዝቢ ንክኣቱ ገይሮም ብቪድዮ ቀሪፆም ንዝቶም ዝበዝሑ ነገሮምዎም እዮም ኣቲኹም ክትወፁ ኢኹም ክንዲዚ ዝኣክል ገንዘብ ክወሃበኩም እዩ ኢሎም ድራማ ማለት እዩ ፊልም ማለት እዩ ግን ከም ናይ ማነቅ ጌሮም እዮም ኣቅሪቦምዎ እዚ እቲ ፕረዚደንት ናይ ኣሜሪካ እንተይቀረየ ከምዚ ኢሎም ወሪሮም በቃ መዓት መዓት ስደተኛታት ናብ ስፔን ክኣትዉ ናብታ ኣይላንድ በጺሖም ኣለዉ ናብኡ ኣትዮም ኣለዉ ጉድ ርኢና ገለመለ ኢሉ ብተለቪዥን ንሚድያ እንትዛረብ እንተሎ ሰሚዐዮ ኣለኹ ሕዚ እውን እንታይ እዩ ዝብል ዘላ ዓብዪ ኣሕመድ ከምኡ ኢሉ እዚ ኩለይ ሚእትን ሰላሳን ሚልየን ህዝቢ ከም ዘሎ እንድሕር ፈሪሳ ኢትዮጵያ ዕግርግር እንድሕር በዚሑ ውግእ እዚ ናይ ትግራይን ምስ ህዚ ዝሓስብዎ ዘለዉ ፅምዶ ሒዞም እንድሕር መፅዮም ውግእ ከፊቶም ከም ዘሎ ክባታተን እዩ ህዝቢ ክብተን እዩ ምዕራ እዙ ሳውዲ ዓረብያ ዓረብ ዓዲ ዓረባት ብሙሉኤን ከዕለቕልቓ እየን ብስደተኛ ኣውሮጳ እውን ከዕለቕልቕ እዩ ተርእዩስ ተሰሚዑ ዘይፈልጥ ሽግርን ስደተኛን ክበዝሕ እዩ። ስለዚ ንሱ ንኸይኸውን ካብቲ እትሓትቱኒ ዘለኹም ንላዕሊ መሊሰ ብሰላም ክነብር እየ ዝደሊ ጥራሕ። ብህዝቢ ተመሪፀ እየ ዝነኹ ሀዚ እታ ጠቕላይ ሚኒስተርነት እያ ንዝቕፅላ ሓሙሽተ ዓመት ኣነ ዝኸውን እምበር ዝተረፈ ካብኡ ግን ምስኣቶም ተኻፊለ ክሰርሕ ድሉው እየ ጥራሕ ንስኻትኩም ኣእሚንኩም ሰላም ይግበሩ ግን ህዚ እዙይ ንክንገብር ግን ፅምዶ ዝበሃል ከፍርሶ ኣለዎም ኤርትራ ካሊእ ዓዲ እዩ ሰሚዕኹም ሸርሒ ዓብዪ ዓብዪ ሸርሒ እንታይ እዩ ዝገብር ዘሎ ምስ ኤርትራ ዘለኩም ርክብሲ ጠጠው ኣብሉ ምስ ኣምሓራ ዘለኩም ውግእ ጠጠው ኣብሉ ጽምዶ ዝበሃል ኣፍርስዎ ኣነ ኩሉ ነገር ክገብር ድሉው እየ እንተደሊኹም ናይ ኣውሮጳ ሕብረትም ናይ ኣሜሪካም ጋራንቲ ንስኻትኩም እውን ክትውዎም ትኽእሉ ኢኹም ግንከ ታጽብ ዶ ትፍረስ ዓብይ ኣሕመድ ታይ እዩ ዝገብር ዘሎ ሰማዕተይ እቲ ነገር ሕጽር ኣቢለ ክበክዎ ከንውሖ እንተየንዋሕክዎ ሕጽር ኣቢለ ክነግረኩም ጽምዶ ፍሪሱ ንንበይኖም ፈላልዩ ካብኡ ደሓረ ንኹሉ ንምጭፍጫፍ እዩ ንኤርትራ ካብ ትግራይ ፈልዩ ንበይና ክትጨፍጭፍ ክዘርፍ ክኣቱ ክወርር ባሕሪ ክሕዝ ንትግራይ ንበይና ፈልዩ እንድሕር በቃ ጽምዶ ፍሪሰ እየ ምስ ኢትዮጵያ ተዓሪቐ እየ እንድሕር ኢላ ኤርትራ እውን ኢዳ ስሒባ ሱቕ ትብል ካብኡኸ በይና ትቐሪ ትግራይ ከምታ ናይ ቀደም መጽዩ ዝደለዮ ክገብር ክቕጭፍጭፍ ከማዛብል ክውድእ ተጋሩ ዝባሃሉ ካብዛ ዓለም እዚኣ ንምጥፋእ እዩ እምበር ዓብይ ኣሕመድ ናይ ማን እቲ ህዝቢ ዝርዝር ክገብር እየ ኢሉ ኣውጺእዎ ዝኒሆ ክገብር ኣይኮነን ሸርሒ እዩ መጻወድያ እዩ ከእቱ ዝደሊ ዘሎ ከመይ ገረ እየ ክፈልዮም ዝኽእል እዩ ሓደ ኣነ እንድሕር ከምኡ ኢለ ተዛሪበ ዋእ መንግስቲ ናይ ኢትዮጵያ ከምዚ ኢሉ ይዛረበለ ንስኻትኩም ኢኹም ዓገበኛ ተብሂሎም ብዓገብ ክቁጸሮምሎም እዩ እሺ ኢሎም ዓያሹ ኮይኖም ክዓ መምሳይ እንድሕርሰ ተዓሪቆም እሞ ምስ ኤርትራ እንድሕር ተጻሊኦም ምስ ኣምሓራ እንድሕር ተጻሊኦም ምስ ዓፋር ነጻ ኣውጪ እንድሕር ተጻሊኦም ምስ ናይ ሱዳን መራሕቲ እውን እንድሕር ተፃሊኦም ኣነ ይፈልዮም ኣለኹ ብድሕሪኡኸ ማንም መፅዩ ዝሕግዞም የብሎምን ሰለስተ ሚእትን ስሳን ብፀላእቲ ከዓ ብከምታ ናይ ቅድሚ ሐዚ ዝነበረት ክኽበቡ ክገብሮም እዩ እየ ዝብል ዘሎ እምበር ዓብይ ኣሕመድ ናይ ማን ሰላም ደልዮ ኣይኮነን ዓብይ ኣሕመድ ናይ ሰላም ሰብ ኣይኮነን ብሱሩ ዕርቂ እየ ሰላም እየ ድርድር እየ ገለመለ እየ ዝበሃል ድሕሪ ሐዚ ክህሉ የብሉን። ኣብይ ኣሕመድ ለቒቑ ካብ ድርድር እንድሕር ኮይነ ኣብይ ኣሕመድ ለቒቑ ካብ ኢትዮጵያ ክኸይድ ኣለዎ ልክዕ ከምታ መንግስቱ ሃይለማርያም ዝገበራ ንሃራሬ ዙምባብየ ንክኸይድ ዝተገብረ እዚኡ እውን ናብ ዝኸዶ ዓዲ እንተልዩ ክኸይድ እዚኣ እያ እታ ዝዓበየት ውህብቶ ክትወሃቦ እንተኾይና ተዘይኮይኑ ግን ኣብይ ኣሕመድ ናብ ሕጊ ቀሪቡ ብታ ዘጥፈእን ብተን ዘጥፈእን ልክዕ ክፍረዶ እዩ ዝግባእ መምሃሪ እንዳውም ንኻሊእ ግዘ እውን ከይድገም ድሕሪ ሓምሳ ሰላሳ ዓመትም ድሕሪ ሓምሳ ዓመትም ድሕሪ ሚእቲ ዓመትም ከም ዓብዪ ኣሕመድ ዝመሰለ ጨካን ክፉእ ዘይስልጣን ካሊእ ዘመድ ዘይብሉ ሰብ ንከይመጽእ መምሃሪ ዝኸውን ኣብ ሕጊ ቀሪቡ ክቕጻዕ ኣለዎ። ቆልዑ ካብ ህጻንነቶም ጀሚሮም ከምኡ ዓይነት ኣተሓሳስባ ንከይዓስቡ ዘጠንቅቕ ነገራት ሕጊ ክኽበር ኣለዎ እምበር ምስ ዓብዪ ኣሕመድ ተዛቲኻ ደብዳቤ እንተጸሓፈ ሽማግለታት እንተሰደደ ዝኾነ ነገር እንተገበረ ዝኣምኖ ድሕሪ ህዚ የለን። እዚ ኩሌ ዝገብር ዘሎ ፈሪሑ እዩ ርዒዱ እዩ ብኩሉ ኣንፈት እንተመፅዮምኒ ብዓፋር ገይሮም እንተመፅዮምኒ ብጎጃም እንተመፅዮምኒ ብወሎ እንተመፅዮምኒ ብወለጋ እንተመፅዮምኒ ብጅማ እንተመፅዮምኒ እንታይ እየ ዝኣትዎ የብለይን መን እዩ ከድሕነኒ ቦሌ ኤርፖርት እውን ኣውሮፕላን ከይለዓላ ከይዓርፋ እንድሕር ኢሎም ኣዊጆም ሱዳንም ኤርትራም እንድሕር ኣዊጀን ብድሕሪኡ ንኣይ ዝፈትወኒ የለን ሀዚ ውን ወዮ ስእን ጠቅላይ ሚኒስተር ናይ ኢትዮጵያ ስለ ዝኾነ እዩ እምበር ማንም ቶም ናይ ከባቢ ዓድታት ማንም ከም ዘይደልዮ ከም ዘይፈትዎ ቶም ናይ ኣውሮጳም ይኹን ናይ ኣሜሪካ መን ኮን ይቅበሎ ይኸውን ደሓር ደኾን ሽግር ይፍጠር ይኹን እዩስ ንሱ ደኾን እንተሐዘ ይሐይሽ ኢሎም እዮም ስቅ ኢሎም ዝን ውሽ ዝልዎ ኣለው እምበር እዚ ሰብዚ ጥዑይ ሰብ ከም ዘይኮነ፣ ምንም ፍልጠትን ክእለትን ከም ዘይብሉ፣ ብብልጭልጭ፣ ብጥንቆላ፣ ብክ ሕማቕ ነገር ዝኣምን እንተ ዘይኮይኑ፣ እምነት የብሉ፣ ብምንም ነገር ክእመን ዘይኽእል ሰብ እዩ። ብምንም! ናብ ዓብይ ኣሕመድ ቀሪቡ ናይ ምማን ቃል ናይ ዓብይ ኣሕመድ ኣኽቢሩ ባዕሉ ቃሉ ኣኽቢሩ ዘቐመጦ ሓደ ሰብ ጸውዑለይ። እቶም ምስኡ ዝሰርሑ ኩሎም ኣባይርዎም እዩ፣ ኣሲርዎም እዩ፣ ቀቲልዎ፣ ዝቐተሎም ቀቲልዎም፣ ዝኣሰሮም ኣሲርዎም፣ ዘባረሮም እባ የርዎም ኣብ ዝቃየም መከራ እዮም ዝንነው ናብ ዓብይ ኣሕመድ ዝቀረበ እንዳውም ተመችይዎ ዝነብር ማንም የለን ክሻዕ ዝደልየካ ክሻዕ ዝጥቀመልካ ኩሉ ነገር ክሻዕ ዝውድእ እዩ ዝሕዘካ ስለዚ ሰራዊትናም ይኹን ውድብም ይኹን መንግስቲ ትግራይም ይኹን ብቅልፅምን ብቅልፅምን እንተዘይኮይኑ ዓብይ ኣሕመድ ሽማግለ ሰዲዱ እዩ ንዛተየ ንማኸርየ ገለመለየ ዝበሃል ነገር የለን ከምዝሃዚ ዝመሰለ ግዜ ኣይርከብን ጽምዶኹም ኣጣናኺርኩም ኣዲስ ኣበባኹም እተዉ ካብኡ ደሓረ ትግራይ ናይ ትግራይ ህዝቢ ዝደለዮ ኽትከውን ትኽእል ዓዲ ኽንከውን ኢና እንድሕር ዝብል ኮይኑ ኣብ ኣዲስ ኣበባ እንድሕር ፈታዊ መንግስቲ እንተልዩ ደጋፊ መንግስቲ እንተልዩ ደጋፊኻን ፈታውን ትፈጥረሉ ሓይልኻ እዩ ናይ ትግራይ ህዝቢ ሓያል ዝኾነ ሰራዊት ክህልዎ ኣለዎ እዚ እዩ በቃ ሓንትን ሓንትን ከኸብረካ ዝኽእል ሰራዊትካ ሓይልኻ ቅልጽምካ እዩ ማንም ፈታውየ እዩ ተኣማኒ እዩ ግዛዕ ምዛዕ ዝበሃል ነገር የለን እዚ እናበልኩ ሰማዕተይ ንሕዘው ዝያኽለን ንክሻዕ ዝቕጽል ግዜ ሰላም ደሓን ወዓሉ ደሓን ሕደሩ ቻው